ሰላም ሰላም ክቡራትን ክቡራን ተኸታተልቲ መደብ ብርሃን ሪከርድስ ከመይ ቀኒኹም እንሆ ተቋሪፁ ዝነበረ መደብና ዕላል ምስ ኣርቲስታት ብሓዱሽ መንፈስን ብሓዱሽ ስራሕን ሒዝናልኩም ናባኹም ቀሪብና ኣለና ከምቲ ልሙድ ሰብስክራይብ ብምግባር ፃንሒትኩም ምሳና ግበሩ ሃናፅን ንቃፍን ርእቶኹም እውን ኣይፈለየኒ ሰናይ ፃንሒት። እሺ እምበኣር ኣርቲስት ኤፍሬም ኣማረ ፈለማ እንኳዕ ደስ በለካ እንኳዕ ናብ ኣበባኹም ኣብቅዓኩምን ብምባል ክጅመር ኣርቲስት ኤፍሬም ኣማረ ንግሆ ወጋሕታ ካብ ምድቃስካ ተላዒልካ ፈለማ እተካይዶ ንጥፈት እንታይ እዩ? ጸሎት እንታይ እንዳበልካ ኢኻ ትጽሊ? መሓረና ጐይታይ መሓረና ከም ምሕረትካ እምበር ኣይትኺድ ከም ግብርና ኣሜን ይምሓረና ኢፍየ ከምቲ ዝርእየካ ዘለኹ ፈሪኻ ፈጣሪ ዘለካ ኢኻ እሞ ኣብ ትሕቲ ፈጣሪኸ ንመን ትፈርሕ ዋው ዝድነቕ ትዕድልቲ እዩ ኤፋ ሓወይ ካብዛ ፍርሒ እትብል ቃል ከይወጻና ከለና ሓንቲ ሕቶ ክደግመካ ቀደም ተምሃራይ ዳሃለኻ ቀዲ ንመን ትፈርሕ ኔርካ? ግርም ኤፊ ኣብ ዓለም ኣብሊጽካ ትፈትዎ ሰብ መን እዩ? ዋው ንኣዴኻ ከመይ ኢኻ ትገልጻ? ሪመይ ጻዕዳ ዝተዓድልኪ ንፍቕሪኣ ውዕት ከትክእለሎ ፍትወትካ ከ ከመይ ትገልጸላ? እውይ ኣነ ክፈትወኪ ፈትየ ፈትየ ሳይጸግበ ካሊእ ከ?
ኣቲ ሩፍታትኪያ ዛነብሰይ ፍትውትው የብለኪ ካብ ልበይ ኬፍ ዘለዎ ኣገላልጻ እዩ ኤፊ ከመይ ዓይነት ባህሪ ዘለዎ ሰብ ኢኻኸ ትጸልእ? ስርሖም ገዲፎም ናይ ሰብ ዝገብሩ ወረ ዘሕብሩ። እትህቦም ምኽሪኸ ኣለካ ዶ? በሉ
በሉ ንሉ ህማሜታ ወረ ባዕሉ። ግርም ምኽሪ እዩ እምበኣር ናብዚ ናይ ዝቐነ መዛራረቢ ኮይኑ ዘሎ ጉዳይ ክመጽእ እዛ ቆንጆ ቆልዓ ፍርያት የማነ ኣጥኒስካያ ኢሎምኻ ንሱ ጥራሕ ከይኣክል ኣውሊድካ ተመርዒኻያ እንኳዕ ደስ በለካ ከምዚ ዓይነት ተግባር ብምፍጻምካ እሞ እንታይ ተሰሚዕካ
ግርም ኣብቲ ፈለማ ሌላኹም ካብ ኣኸንከ ፍርያት ንፍቕሪ መን'ዩ ቀዲሙ ሓቲቱ? ኣነ
ኣነ ንስኻ እወ እንታይ ደኣ ኢልካያ ሓወይ? ካብ ልበይ እንዳመነ ዘፍቅረኪ ናተይ ዓለመይ ካሊእኸ?
ክዓብደልኪ እየ ፈቒደ ትርቂ ዝባነይ ቀዲደ እምብለይ ኢላ ሕቶኻ ተትነጽጎ ነይራኸ? ትየትየትዮ ይኹነልኪ ድላይ ክገበርዮ ማለት እንታይ ክትብላ ነርካ ማለት እዩ እንታይ ንምባል ከም ዝደለኻ ኣይተረድአንን

እንታይ ብምባል ደኣ ተመጉሳ ኣለኻ? እክሉ ወጢዑ ፍቅሪ ወሃቢ ሃብቲ እወ ጥዑም ይሃብቲ። ግርም!
ንፍርያት የማነ ብሕጽር ዝበለ ቃል ከመይ ትገልጻ? ወሓለ ገዛ ድርብ ዕድልኪ ጸገም ትፈትሒ ጸገም ክኢልኪ። ኤፊ፣ ንስኻን በዓልቲ ቤትካን ፍርያት ናብ ሚድያ መጺኹም ቅድሚ እቲ ሓቂ ምዝራብኩም ብዙሕ እዩ ዝውረ ነይሩ።

ጽብቕትን ተባሃጊትን ፍርያት የማነ ንኽትውንን ዝገበረካ ፈጣሪ እሞ ታይ ኢልካዮ። ተመስገን ኢለ ንዓኺ ሂቡኒ ኣሰናበልኩ ባይ ዘ ወይ ኤፊ ሓወይ ኣነ ንፍርያት ብጣዕሚ እየ ዝፈትዋ እንታይ እሞ እንታይ ን ብኻልእ ትርኣዮ ፍትወትን ኣድናቖትን ስለ ዝተሓዋወሰኒ ኣሰይ ኣሰይ ጽቡቕ ኤፊ ሓወይ ወለድኻ ንዓኻ ብምውላዶም እንታይ ኢልካ ኢኻ ተመጉሶም።
ግርም ኤፊ ኩላትና እንፈትወካ ጅግና ወዲ ህዝቢ ኢኻሞ ፕሮግራመይ ይዓጹ ስለ ዘለኹ ነቲ ክሳብ ሕዚ ኣብ ጸበባ ዘሎ ህዝብና እተመሓላልፈሉ መልእኽቲ ተሃሊካ ዕድል ክበካ ኣትተሓለሊ መዓዶራኣይ ኪነ ጸገም ረኽዋን ክረኽቦ ንኣፍቃሪትካኸ
ንኽረኽበኪ ጽዒረየ ላላይለየ ሰብስክራይብ ንዘይገበሩ ንኽገብርኸ
Hace, hace, hace, hace, zay, hace, hace, awe, hace, hace. ብጣዕሚ የቐኔለ ዝፈትወካን ዘኽብረካን ኣርቲስት ኤፍሬም ኣማረ ግዜኻ ሰዊእኻ ንዝሃብካና ሰፊሕ ፃንሒት ካብ ልቢ የመስግን ከምኡ እውን ክሳብ መወዳእታ ዝተኸታተልኩምና ምስጋናና ዝለዓለ እዩ ቻናልና ሰብስክራይብ ግበሩ ኣብ ቀፃሊ